ሰላም ኣሕዋት ኣብ ናይ ልምዓት ቪድዮና ኣብዚ ማሕበራዊ ሚድያ መዘራረብቲ ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ ወዛል ከርእየኪ እየ ግን ከርእየኪ ራእይዎ ብጃኑ ክሳብ ትውዳእ ብድየ
የው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኹም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ደሓና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይሰኣን ብምቕፃል ኣብ ናይ ልምዓት ቪድዮና ከም ዝተለመደ ክንስሓቅ ክንጫወት ክንዘናጋዕ ክንምሃር ሓድሽ ዘለዉ ነገራት ክንርኢ ኩሉ ሙሉ ኣብ ቦታና ተረኺና መፅና ኣለና ቅድሚ ናብ ቪድዮና ምንታይና ግን ንቻነል ሓድሽ ዲኹም ንምንታይ ንምንታይ በእውነት ንምንታይ ሓድሽ ትኾኑ ሰብስክራይብ ብምጋር ቤት ዝኾኑ ብምቕፃል ህዝብና ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኽሪ ዝሓትት ሰናይ ፃንሒት እሺ ኣሕዋትስ ቪድዮና መጀመሪ ክኾና ብዚኣ ንጀምር። ምስ ዝተመርዓወ ሰብ ምጅንጃንን ናይ መንግስቲ መኪና ምዝዋርን ክልቲኡ ሓደ ድዩ? ክልቲኦም ክትፈትዎም፣ ክትሓጽቦም፣ ክትከናኸኖም ትኽእል ኢኻ። ናይ ባዕልኻ ክትገብሮም ግን ኣይትኽእልን። በቲ ሓደ ገጽ ምስ ዝተመርዓወ ሰብ እናተጃናጀንኩም በቲ ካሊእ ገጽ እሙን ሰብ ሃበኒ ኢልኩም እናጸለኹም ካብ ሰብ ሓሊፍኩም ፈጣሪኹም ኣይተደናግሩ። ሽጎር ዝኾነ ጀነሬሽን። እንታይ ዝሓወይ ማለት ምሕጻብ ከይመድለየካን ምሕጻብ ከይመድለየን ዝስ ማለት ኣብኣሲ ኣብ ርእሲኣ ጸርሒ ትሰርሕ ትኽእል ኔርካ ኢኻ ኦሮማይ እቲ ዝሓረረ ፀብሒ ምስቲ ድስቲ ሲ ቤተሰብ ኮይኖም እዮም ተላዝዮም እዮም ብሓደ ይብላ ካብ ዓለም ሙሉእ የፍርሐ ዋላ ንዓይ ደፍርሐኒ እዚ ናይ ቻይና ቋንቋ እንሻላ ከምዚ ዘይልመድ ኮም እዩ ሕጂ ቋንቋ ይፈልጥን እዩ ንስራሕ ኢሉ ንቻይና ከይድ ኣብ ቻይና ሕጂ ሰብ ናብ ሰብኡ ሓደ ቤተሰብ ነይሮ ቁሩብ ኣብኣ ዝፀርሐ ናብኡ ከይድ እቲ ቤተሰብ ከዓ ሓሪፍ ክበሃል ኢሉ ቻይና ቀሊል እንኳዕ ናባይ መፀኻ ፀገም የብሉን ባዕለይ ድግዛእ ከጋዝእካ እየ ክትዘናጋዕ ተደሊኻ ምሳይ ገለገለ ኢልዎ ሕራይ ተባሂሉ ኣብ ሓደ ባር የምስዩ ብሓንሳብ ንጨርሙ ገለነታት ገለገለ ሕጂ ትወዲ ቻይናዊት እኮ ጥዒመ ይፈልጥ እየ ንቻይናዊት ደይ ትሕድረኒ ኢልዎ እንታይ ፀገም ኣለዎ

በል እንቋዕ ቋንቋ ፈለጥካ እስኻ ምሉእ ለይቲ እዛ ቻይናዊትስ ቺንቻን ቺንቻን ክትብል ሓዲራ እብሎ ሆው ኣሐጒስካኒ ማለት እዩ ቻይና ቺንቻን እብሎ ሕጉስ ኢሉ እሱ ከዓ ንቻይናዊ ተኣክል ሕጒሰ ገለገለ ኢሉ ካብኡ ሞሊቑ ጉርሻዊ ፂናብኣ ክኸይድ ደሊ ከይዱ ኣብቲ ኢቲኤም የእትይዎ ኢቲኤም ተጠወቐ ቺን ቻን ቺን ትብል እታ ኢቲኤም ሕጂ እውን ለውዶ ተርጉሙ ኢቲኤም ሒዛቶስ ቺን ቻን ትብል ኣላ እንታይ እያ ኮይና ብሎ ነቶም ኣተርጎምትስ ኣብ ካልእ ንኋል እቲኻ እያ ትብለካ ዘላ
በስመ ኣብ በስመ ኣብ እንታይ ኢና ሰሚዕና ኣሕዋት እንታይ ይብለና ኣለዎ

እዚ ናታይ ዲ ሰሚዐ ሸሞንተ ዝጎደለ ሓምሳ ሳይ እዚ ኩሉ ግዜ ደኣ ኣይረኸብካን ኣይተረኸበትን
ዓሰርተ ክልተ ኣይረኸብካን ሸሞንተ ዝጎደለ ሓምሳ
ኣጆኻ ኣይዞን ዓሰርተ ሓደ ዋ

ኣሕዋት እዚ ውን ዝሓቶ ኣነ ይምልሳን ኣይፈልጣን ስለ ዝኾንኩ ሸሞንተ ዝጎደሎ ሓምሳ ታይ እዩ ኣብ ኮመንት ጸሓፉለይ። ሓንቲ ሰበይቲ ከኣ ጥንቁልና ክትመሃር ደልያ ጠንቋሊት ክትከውን ደልያ። እሺ።
ማለትስ ካብ ብንእሽተኣስ ባህጊ ኔርዋ ናይ ጥንቆላ ንሓደ ጠንቋላይ ከይዳ ኣቱም ኣነሲ ጠንቋሊት ክኸውን ብጣዕሚ እየ ዝደሊ ስድራይ ግን ስለ ዘይፈልጥዎ ዝነበሩ ድልየተይ ኣብ ትምህርቲ ዓለም እእትዮምኒ እምበር ኣነስ ጥንቁልና ብዓይነይ እዩ ክወፅእ ዝደሊ ካብዚ ክሳብ ካቴድራል ሰብ ተሰሪዑ ሕማሙ ክፍውሶ ክርኢ እንከለኹ ዕግበት እዩ ዝስመዓኒ ሕጅስ ደይትምህሩኒ ጥንቆላ ኣኣ ክጥንቁሊ ደሊኺ እሞ ጽባሕ ሽፎን ጌርኪ ምጺ። ሰበይቲ ንጽባሒቱ ሽፎና ተኸዲና ትመጽእ። ሃ መጺኺ? ሕራይ በሊ ኣብዚኣ ደው በሊ። ሰበይቲ ነጸላኺ ኣውርድዮ። ሕራይ ሰጥ። ጠንቋላይ በዚ ክሕዛ ጀሚሩ። ይድይብ። ይድይብ ይድይብ
ኣብዚ ከባቢ ጡባ ክሕዛ ምስ ቀረበ ኣቱም ሰብኣይ ገለ ደኣ ክትገብሩኒ ደሊኹም ከይትኾኑ ርኢኺ ምጥንቋል ጀሚርኪ ምጥንቋል ጀሚርኪ የቐንየለይ
ኣሕዋት ቤዛኹም ቤዛኹም ኣዚ ከምዚ ዓይነት ቐልታት ኣብዮም ዝርከቡ ትፈልጡ ሰባት ተሃሊኹም ንጎርኒ እንታይ ኢለ ሰርች ገብር ኣብ ዩቲብ ህምሳት ክንርእሲ

ኣሕዋት ሚገር እዩ ለማሚድዎስ ትግርንያ ነዚ ፈረንጂ ማለት ልዕሌናስ ትግርንያ ፅረይ ቢሉ ምዝራብ ጀሚሩ ትሪእዎ ኣለኹም ካብኡ ድማ ስቲ ንገሮ ኢኻ ማለት እንድሕር ሰርሕሎ ተኾይኑ እዚ እውንስ ዝኾነ ኣቕሓ ኣለዋ እዚኣ እኮ ናጠራም ዘሎ ተወሰነ ኣቕሓታት ኣለዋ ክንዎ ነይራ
ንምንታይ ቆልዓ እናሃለኻ ስራሕ ትሰርሕ? ታይ ደኣ ካብ ድኻ ተወሊደ ድኻ ኮይነ ክመውት ኣይደልን። ኣሕዋት ዞም ኤኣይ ግን ኣምሪሮም ኣምሪሮም በቃ ንሓቂ ገይሮሞ እዚ ህይወት ንዕባ ተረጋግዑ ባሕና ካብዚ ኢልና ይፀርፀርናን ገና ውልድ ኢሎም እዮም ናብ ምንፀርፃር ዝኣትዩ ታይ የመስግኑ ታይ ደኣ ካብ ድኻ ተወሊደ ድኻ ኮይነ ክመውት ኣይደልን። ትግርኛ ሲ ንፍቅሪ ኣይሙችን ዝብል ብዙሕ ሰብ እዩ ዘሎና። እስኺ ከዓ ኣሞችቼ ቢልኺ ብጣዕሚ ደስ ዝብል ብቋንቋ ትግርኛ ዝገለፅክዮ ንፍቐር ኣሎና እስቲ እሳ በልልና ተኸታተልትና እውን ኦኬ እሺ
ጀንጅነኒ ብትግርኛ ኣውግዐኒ ብቋንቋና ኣቀባጥረለይ እሞ ብልሳንና ማረይ ትበል መዓረይ ታይ ምስ ኮነ ታይ ጎደሎ እቲ ትግርኛ መኣዝ ከ ለመነ እእ እንታይ በልካ ቃልሲ ኢነ በል ተለቃሕ ስምዐኒ። እባ ተረጋግዒ እባ ዝሓፍተይ ተረጋግዒ ኣይተሕፍርና እባ ዋእ ኣይተሕፍርና እባ ዕፋ ኣይተዘጋጀና ኔርና እኮ ዝዛት ክንሰምዕ እ ንቐፅል ርግፀኛታት ዲኹም ንቡነ ህያበይ ብሌነይ ናተይ ባና ዝያዳይ ኮኾበይ ውቅብቲ ወይዘሪት ቁንጅና ንግስተይ ልእልተይ ወናኒተይ ሽኮሪና ፍሽኽታኺ ሪኣስ ኣሕፊርዋ ግዲ ፀሓይ ተሸፊና ትምኒተይ ዋና ልበይ ጽብቕተይ ዕምበባ ምልክዕተይ ወለላይ ብኣኺ ደሪበቲ ናይ ኽብሪ ኻባ እምበይተዋይ ድምቀት ቤተይ ሓላለይ ካልኣይተይ ኣባዲተይ ወሃቢት ሰላመይ መን'ለኒ ብሌካ ኽስኽ እንዶ ዓለመይ ዋእ። ክብረተይ ዝያዳይ ኣትሕልፊ ኹላተን ኣሕዋት ሓንቲ ሕቶ ሓንቲ ሕቶ ማለት ዝኹሉ ንጓል ድዩ? ንሓንቲ ጓል ዲና ከምዚ ክንብላ ሰላሳን ገለን ቃላት ፅሒፍና መፂና ገለ ከምዚ ከምዚ
ኣበንን ነዋሕትና ነይ ሞኽርዒተን መዓረይ ምቅርቲ ዓዲ ወርሒ ክውል በለት ንዓኺ ጠሚታ ተሰኪፋ ግዲ ብርሃን ዓይነይ ኣንቲ ኮኾብ ሰማይ ጥበበኛ ጎይታ ብኢዱ ሰሪሑ እልም ለበለኪ እቲ መደመማይ ድምቀተየ ተፈጥሮ ባዕላሲ ብናትኪ ፅባቐ ተደነቐት ከምዚ ከማይ በለኒ እንሆ ትግርኛ እንሀት ልሳና ማይ ቃላተይ ሰትያ ትለምልም ፍቅርና። ኣሕዋት ዛሓፍትና ትኽእል እያ ትኽእል እያ ብእውነት ካብኡ ብምቕፃል ሓደ ሓደ ሰባት ኣለኹም ሲ ትግርኛ ቋንቋ ንፍቕሪ ኣይኮነን ገለገለ ትብሉ ጌጋ ጌጋ ማለት ካብዚ ንላዕሊ ኣብ እንግሊሽ ኳስ ካብዚ ንላዕሊ ዘሎ ይመስለኒ ኣነ ንፍቕሪ ንምግላፅ ብቲ ብቲ ብቲ በዚሕና እምበር ንእሸይ
እንታይ ዓይነት ወዲ እየ ዝደሊ ኣነ ኣነ ዝደለ ወዲ
ድኻ
ገንዘብ ዘይብሉ ቁመቱ ነዊሕ እሺ ጨጉሩ ነዊሕ ቀጢን
ውስኺ ምን ስፔክተር ውኻ
ኣይትፈትዎ ደኣነ ካብ ዝወድ ድሕር ኮይኑ
ኣወዳት ኣሕዋተይ እዚኣ ቀለይ ትሓዙ ማለት እዘን ነገር እዚአን ዘን መስፈርት ሰማዕካይ እንተማልእ ተሃሊኻ መታ ሽም ኣቕርብ ሲቪ ኣቕርብ ዝሓለፈ ሲ ኣብ ሓደ ቦታ ከይደ ነይረ ሕጂ መዘናግዒ ቦታ እዩ ሬስቶራንት ዓይነት ማለት ሕጂ ጌት እዩ ይኸፍቱልካ ሞ ፍትሹኻ ማለት እዩ ሕጂ ኣብቲ ኣፍ ደገ ዝነበረት ፖሊስ ክፅበ ማዓት ዩጋንዳዊት እያ ሕጂ ወሪደ ማለት እዩ ወሪደ መኪና ፈትሾማ ገለመለ ዩር ሶ ቢሩፉል ገለ ብላ ፅብቕቲ እዩ ክብላ ሞ ኦኬ ቴንክ ዩ ገለ ትብለኒ ወላ ቴንክ ዩ ኣባህላ ከምዚ ናህና ማለት እዩ ዲኖ ዛት ዮር ቢሩፉል ብላ ጽብቅቲ ምዃንኪ ትፈልጢ ዲኺ ኢልያስ ን ኣይ ዶኖ ኢላና በሊ ጽብቅቲ ምዃንኪ ፍለጢ ኢልያስ ተሰሓሕቅና ገለ ከይድና ምናልባት ዓቢ ነገር ኣይኮነን ክኸውን ይኽእል ንገሊኡ ሰብ ግን ኩሉ ነገር ጨኒቅሉ ኣብ ዘለሎ ግዜ ከምኡ ክትብሎ ከለኻ ንእሽተይ ጩራ ብርሃን ኢኻ ትኸፍተሉ ዘለኻ ክዳንኪ ክጽብቅ እዋይ ደቅኺ ክጽብቁ ዋይ ጸጉርኪ ክጽብቅ ወላ ብደገ ን ሽዑ ናብ መንፈሳ ክኣቱ እንተኾይኑስ ደቂ ኣንስትዮ ከዓ ኮምፕሊመንት ስለንፈቱ ዋላ ኣቦኡ ክንጅምብር ክንክእል ግድን ኣይኮነን ኣብ ዋትሳብ ዓለም ሄዋናት ተደይ ኣቲኻ ምትብባዕ ዘየለ ማለት ስለዘይኮነ ኣብ ዝሃለኽን ሃልዋ ካብ ምድግጋፍ ዓደይቲ ውዓላ ካብ ምትብባዕ ዓደይቲ ውዓላ ሓንቲ ንሓንቲ ክትድግፋ እንከላ ብተዘዋዋሪ መንገዲ ነብሳ ትድግፍ ኣላ ማለት እዩ we are all connected ሓደ ኢና ኩላትና ብዘይ ረፈት ልስ ሽሕዋት ብፍላይ ድማ ወልደ ኣሕዋተይ እዛ ሓፍትና ዝበለትክን ሰሚዕክን ኣለኽን እርሲ በርስኽንሲ ተመጓገሳ ኮምፕሊመንት ዝበሃል ነገር ኣሎ ኣጥዕምልኺ ሾኪርኺ ፅቡቅ ኣለኺ ትበሃላ ከለኸን ፅቡቅ እዩ ብፍላይ ድማ ከምኡ ስለ ትፈትያ ስኻትኽን ብፍላይ ኣወዳት እኳ ድሕና ኢና ስኻትኽን ግን ከምኡ ምባል ስለ ትፈትያ እርስ በርስኽን ተሓገገሳ ኣክንደይ ግዜ እውን ኣዕሊለላ ኣብ ዳርጋ ሞይተ ነይረ ንሓንቲ ስራሕ ክሰርሕ እዛ ሃኒ ሃኒ ፓርትቱ ንክሰርሓሲ ጉየይኒ እሞ በዛ ድሕሪ መኪና ክኣትወ እሞ ዕፀውያ ኢለያ ሽው ኢለ ብኣ ምስ ኣተኹ ካሜራ ተዳልያ ኣብታ ናይ ድሕሪት ማኪና ምስ ኣተኹ ጁው ኢላ ምስ ዓጸወቶ እዝነይ ልኩት ሽዑ ንሽዑ እሞ ክወጽእ በሉ ገለ ኣይስማዕን ኢኻ እሞ መን ኺዱ ወዲና ንና ናይ መወዳእታ ስእሊ እያ እሳ ነይራ ክፈትዎ ተበልካስ መፍትሕ መፍትሕ ኣበይ ኣሎ ማይናስ ማይናስ መፍትሕ ኣበይ ኣሎ ተሓስቦስ ኣብዛ ጅባይ ሒዘያ ኣትየ ናትካ መፍትሕ ማኪና ይኸውን ኦይ ማለት ክመውት እየ ብነብሰይ ከኣ ዓቕሊ ከጽብብ መዓት እየ እዚ ምኽዳን ገለ መለ ምዕባጥ ጸልማት ገለ ከም ገለ ትንፋስ ሓጽረኒ እዩ ኣብኡ ከኣ በንዚን ገለ መለ ከኣ ነይሩ ምስቲ ጨና ኣይንላዕሊ ንታሕቲ ኮይነ በቃ ኣታ ማይናስ መብተይ እባ ደሓን ደሓን ምሳይ እዩ ዘሎ ደሓን በቃ ንሞት ክመውት እኳ ምሽክንክን ዝብል ዘለኹ ማለሲ በቃ ደሓን ክስታይ ግበሩ በቃ ክስታይ ግበሩ ደሓን ደሓን ኣብዚ እንዲያ ሒዘዮ ዘለኹ ደሓን ኪዱ ኪዱ ብምንታይ ክንከይድ እታ መኪና ከዓ መኽፈቲኣን መተስእያ ንሱ ኩሉ እዩ። ከተማ ከይንህሉ ከኣ ቀዲድካ ከይትኸፍቶ እቲ ታእሽሙ ርሑቕ ኢና ደልና ብምንታይ እዮም ከ ክወስድዋ ዓቕለይ ጸቢብኒ በቃ ብሰዲለ መራኸቢ ከይህልዋኻ ዕጽውቲ እያ እታ መኪና ወላ ሓንቲ በቃ ሙማት እያ ሕጅስ እቶም ድጎንዙሲ ተዓጻጺፈ ከይጸንሖም እሞ ወላ ሰጥ ክብል ከምዚ ኢለ ክስታይ ክብል ሰጥ ከይትብል ከኣ ሰጥ ኣይተብለካን እያ እታ መኪና ትንፋስ ሓጺርኒ በንዚን በርቲዕኒ ረሃጽ በዝን በዝን ኮይኑ በቃ ክመውት እየ ማለት እዩ ኢልካስ ትማሻ ከንሻ ኣለካ ወይ ክመውት እየ ማለት እዩ እንታይ ደኣ እዛ ነብሰይ ስቅብጽ ቅብጽ በቃ ቅብጽ ኦይ እሞ ሕጂ ደኣ እዛ ስራሕ ንመን እዮም ክብዎ ኢልካ ከዓ ናይታ ስራሕ ከዓ ምሕታት ኣሎ ኣታ ኣለኻ ዶ በቃ ሃለዋት ኣጥፍኤ ስቕ ኣንታ ንስወሮ እንዶ ንስወሮ ገለ ኢሎምሲ ምጽእ ኢላ እታ ጓል ክፍት ኣይላ ጥውቕ ኣይላስ ከፊታታ ኣይሰጠመትን ጽንሕ ኣይሰጠመት ነይሩ ከይሰጠመትስ እዚ ኩሉ ጭንቀት ውጽእ ምስ በልኩ ርሃጽ ኢለስ በቃ ብወረ ችግር የብሉ ወዲ ሸቅ ሓወይ ችግር የብሉ ማለት እንቋዕ ተረፍኻ እዞም ህዚ ዝሰርሖም ለኻ ስራሕታት ሲ ኣይምርኣናዮምን ማለት እኮ እስኻ ብኣ ገይረ ከዓ ጣዕ ኢልካ ትትኸድ ነርካ ማለት ግን ችግር የብሉ እንቋዕ ተረፍካ ሲ ዝለ ዝተውሰልን ኣሎ ዘስሐቀኒ ናይ ዓድና ነገር እሺ ኣብ ዓዲ ከለኻ እቲ ዝስሕቀኒ ነገር ከምዚ ዓይነት ንብረት ኣለዋ ንምንታይ ከም እተገዝኣ i have no idea ግን ጠቅላላ ካብቲ ጣውላ ካብቲ መቀመጢ ናይ ኣቁሑት ጠቅላላ ይወረድኒ በዚ ክትሰቲ ስያምርህ ይቀራል ስያምርህ ናይ ደገ ካብ ደገ ተዘይ መጽዮም ብከምዚ ክበልዑ ብከምዚ ክሰትዩ ንዕኦም እዩ ዝፍቀዶም ንዓና ግን ፈጣሪ ይመስገን ካብ ደገ ዝመጽእ ሰብ ኣይነበርናን ካብ ወጻኢ ዝመጽእ ሰብ ስለ ዘይነበረና ኣብ ኣውድኣመት ኢካ ትጽበ ኣውድኣመት ካኣ ዕድል ተገርካ ክወርድ ይክእል ዕድል ተዘይ ገርካ ካኣ ብኩባያ ኢካ ትሰቲ ብእቲ ሸሓኒ ትበልዕ ማለት እዩ ብዝም ምብላዕ የለን ሓደ መዓልቲ ከም ገለ ክንገብር ተፈቂድኒ ብብኬሪ ክሰቲ ከም ገለ ክገብር ብኬሪ ሰይረ ድሕሪኡ ናብ ብኬሪ ገጸይ ክቅርብ ኣይፍቀድ ኣታ ቆልዓ ከይትሰብራ ኣታ ቆልዓ ከምዚ ኣታ ቆልዓ ከምታ ናይ ዓሚ ከምዚ ከይትገብር በቃ ዘይክትሰትየሉ ኢኻ ትምነ በቃ ኣብቲ ጎኑ ከለኹ ዋናት ገዛ እኮ ምስ ውዶም እኮ ኣነ በቃ ኣብቲ ናይ ኣቑሑ ትጥምታ በቃ ብናፍቖታ ክምውደል ኣይፍቀደኒ ክተንክፎ ኣይፍቀደኒ ሞ ክሰቲ ብጣዕሚ ደስ ቃን ሕጂ ኮይኑ ክዝክሮ ከለኹ በቃ ንምንታይ እዮም ናብ ንምንታይ እዩ ተገዚኡ ኣይ ሃቭ ኖ ኣይድያ እቲ ፋብሪካ እኮ ክንበልዓሉ ነዚ ከዓ ክንሰትየሉ እዩ ሰሪሕዎ ግን ኣብ ገዛና ከምኡ ኣይኮነን ክቕመጥ እዩ ክቕመጥ እዩ መፅ ኣብ ገዛኹም ከምዚ ነይሩ ዝሓወይ ኣብ በይንኻ ጥራሕ ኣይኮነን ነይሩ እዚ ነገር ማለት ኣብ ኩላትና እዩ ብፍላይ ድማ ሓበሻ ዝኾነ ሰብ ዝሃልዩ በብገዝኡ ከምዚአን ዓይነት ኣቕሓ ነይረን ማለት ካብ ጥቕሚ ወፃኢ ይግዛኣ ኣብ ኣርማድዮ እየን ዝቕመጥ ከምዚ ይድርደራ ኣብ ከረደይሳ ካብኡ በቃ ምርኣይ ጥራሕ እዩ ንጎት ትርእን ምሸት ትርእን ተወዲኣ ምብላዕ ምሳይ ብኡ ኣይሕሰን መልዓስ ካብ መዓዝ እዩ ፅቡቅ ኮይኑ ዝፈልጥ ባባ ግን መርዓ እኮ ትፈልጥ ቆላ ንፀላኢ ካብካ ኢካ ዘይትምነየሉ መርዓ ካብ መዓዝ እዩ ፅቡቅ ኮይኑ ዝፈልጥ ባባ ሰብ ክዳኑ ፃዕዱ እዩ ጥዑም ፀብሒ ጥዑም ስዋ ክብለካ ኢካ ትፅበ ዘለካ

መርዓ ግን ክትፈልጥ ባባ ወላ ንጸላኢኻ ኢኻ ዘይትምነየሉ። ሕራይ እስከ ዳን ኣይትበል ሕራይ እንታይ ኢለ እየ ክምነየልኪ ዘለኒ ማለት ብጠለብኪ እስከ ክምነ ብጠለብኪ ክምነ እንታይ እኮ ክትኮኒ ትደሊ እስከ ንገርኒ
ዘይሃባ እጅ ጥዑም ዘረባ ተዛሪብካ ኣነ እንታይ ይደሊ መስለካ ባባ ኣነ ኣብቲ ዝደልዮ ሙያ ነጢፈ ኣብ ዝደልዮ ዓውዲ ተመሪቐ ነዚ ንዓይ ከዕቢ ሕቖ ኣጎቢጡ ዘሎ ባባ ትኽ ከብሎ እየ ዝደሊ ክትፈልጥ እሱ እየ ከኣ ዝምነ።
ላይት ጓለይ እዛ ዘይተመነኽዎ ዶ ኮይነ ዝጎበጠ ዝባነይ ከዕርፍ ዘይጸለኹ ድየ ኮይነ ክሳብ ሕጂ እውን እኮ ክትፈልጢ እዚ ትምኒት እዚ እንተሰመረለይ ኢለ ትም ኢለ ክርእየኪ ጸኒሐ።

ብኽቡር ገንዘብን ገለን ገለን ጥዑይ ምግብታት ኦርጋኒክ ዝኾነ ገለ ገለ ስለ ዝበልዑ ከኣ ቀጠንቲ ተጋላቢጡ ገለ እዩ። ሓቂ ድዩ ሓቂ ድዩ ኣሕዋት ማለት ኣነሲ ወይ ዘሰዓት እዚኣ ማለት ኣነስ ወፃኢ ተዝኸ ነይረስ ሃፍታም ምክንያቱ ቀጢን እንዲ ትሪኢ ኣለኹም ቀጥን ዝበልኩ እየ ሃፍታም ክኾን ነይር ማለት ግብፅ ኣብ ዓድና ግን በንፃሩ በጅግ ተኾንካ እዩ ጥዒምካ ትሕሰብ ሞ ጥዒሙ በህዳ ሃዝረጥረጥ ኢሉ ገለገለ ተጥዒምካ ኣብ ዓድና ተገዚፍካ ብጥዑይ መግቢ ኢካ ከምኡ ኮንካ ኮንካ ኣለካ ኣለካ ሕጂ እዚ እንታይ ርኢካ ነዛ ንዛረበላ ዘለና ርኣ ኣሕዋት ተዛረቡ ሰሚዕናዮም ኢና ማለት ሓቁም እዮም ኣብ ብፍላይ ድማ ምሳና ኣብዚ ዓድና ሲ ረጒድ ተሪኢኻ በቃ እዚ ሃፍታም እዩ እዚ ዝመቾ ኢኻ ትበሃል ቀጢን ተሪኢኻ ድማ ኣይ፣ እዚ ጸጊምዎ ኣሎ ገለገለ እዩ ዝበሃል ምክንያቱ ስጋ ስለ ዝበልዐ ሃፍታም እዩ ይኾን ኣሎ ኣብ ወጻእ ተኸድኩም ግን ቐጠንቲ ይናፋትን ቐጠንቲ
Nice። ሰለስተ መኪና ኣለዋኒ ግን ስለ ዝተሸገርኩ ሓግዙኒ ብምባል ዛትሪእዋ ዘለኹም ኢትዮጵያዊት ሓፍትና ሓገዝ እንዳሓተተት ትርከብ ማለት እዩ። ኣብቲ ላይፍ ተጸጊመ ተሸጊረ ሓግዙኒ ክትብል እንከላ ሰባት እዮም መኪና ግን ኣለዋኺ ሰሚዕና ምስ በልዋ እወ ሰለስተ መኪና ኣለዋኒ ግን ተጸጊመ ኢልካ ተሸጊረ ኢልካ ትሸጦ ንብረት ብጣዕሚ እዩ ዘጣዕሰካ ስለዚ ካብ ንዐኤን ዝሸጠን ሓጉዝኒ ብምባል እያ። በዚ ዛንታ ዝጎሃዩ በዚ ዛንታ ልቦም ዝተሰበሩ ብዙሓት ለዋሃት ድማ እንዳሓገዝዋ ይርከቡ ማለት እዩ። ነዚ ቪድዮ ሰሚዕኹም ከብድኹም ዝተበልዔ፣ ዝደንገጽኩም፣ ሕማቕ ዝተሰማዓኩም ሰባት ድማ ኣድራሻኣ ክንህበኩም እሞ ክትሕግዝዋ ትኽእሉ ኢኹም ማለት እዩ። ሓቃ እያ ተሸጊረ ኢልካ ትሸጦ ንብረት ብጣዕሚ እዩ ዘጣዕሰካ። ኣነ ሕጂ ኣብ ሳዋ ሓደ ግዜ ሸጊርኒ ኢለ ሰዓት ነይራትኒ ብዒስራ ቅርሺ ሸይጠያ ክሳብ ሎሚ እያ ተጣዕሰኒ።
እሽሕዋት እዚ ቪድዮ ምስማዕኹምዎ እዩ ማለት ዝሓፍትና ሲ ሸጊርዋ ሓጉዙኒ ኢላ ኣብ ሚድያ ወጽያ ሓግዙኒ ትብለላ ግን መኪና ኣለዋ ብድሕሪት ሰለስተ መኪና ኣለዋ ኮፍ ዘበለቶ ካብኡ ዝገርመኩም ነገር እንታይ ድዩ ኣሕዋት መሲልኩም እዛ ሓፍትና ሀዚ ከምዚ ኣብ ላይቭ ኣትያ ዶ ትልምነላ ቅርሺ ገለ ሓግዙኒ ትብል ካብኡ እዞም ኣብኡ ኣትዮም ዝሕግዝዋ ማለት እዩ ሳይክል እውን የብሎምን ኣሕዋት ሳይክል እታ ሳይክል ሳይክልስ የብሉን ግን ይሕግዝ እሳ መኪና ከይትሸጥ ትልምኖስ ካልእ ጭንቀት ክመጸካ ከሎ ረብሾ ከምዚ ሽቢ ቻናል ምሽ ንቕይር ኣልጀዚራ፣ ቢቢሲ፣ ሲኤንኤን ካልእ ናይ ኩዕሶ መሪጽና ንርኢ ኣብ ሓንጎልና ድማ መዓልቲ ቻናል ኣለዋ ዘይትቕይር ዩቱብ ምስ ትቕይር ማስ ሜድያ ቃሕ ዘይበለካ ምስ ትቕይር ኣብ ሓንጎልካ ዝመጽእ ዘሎ ሓሳባት ከኣ ቀይሮ እቲ ስልጣን ኣሎ ማንም ኣብ ሓንጎልካ ኣትዩ ክብጽብጸካ ዝኽእል የለን ብዘይ ናትካ ፍቓድ። ካልእ ካብ ጭንቀት ንኽትድሕን ተደሊኻ ካብ ርእስኻ ውጻእ ናብ ልብኻ። ርእሲ ደኣ ኢለኩም እንድየ ኣቐዲመ። ንፉዕ ተላኣኻይ እዩ፣ ለኣኻይ ኣይኮነን። ንፉዕ ሰራሕተኛ'ዩ፣ ኣስራሓይ ኣይኮነን። ስለዚ ካብ ርእስኻ ወሪድካ ናብ ልብኻ እቶ። ዋላ ጭንቂ ሽግር እንተሎ ከምቲ ዝሓለፈ እዚ እውን ክሓልፍ እዩ ንመን ትብሎ ንዓኻ። ናጽል። ሰብኣይን ሰበይትን እዮም ከኣ ተባኢሶም ተባኢሶም እም ቃትረሲ ትዕይ ባሰሮ ሰብ ባሰሮ ኢኺ ድሕሪ ሕጂ ኣብዛ ጥቓይ ትቐርቢ ከጥፍእኪ እየ። ኣሽ ንሱ ሳይናሕሸይ ንሓምቆ ዳሓን ዳሓን ዳሓን ዳሓን ኪዲ ኪዲ ርሓቅ ኪዲ ተባሂሎም ሙሉ መዓልቲ ተባኢሶም ውዒሎም ሕቶ ምሸት መፅዩ ሰበይቲ ዓራት ሒዛ እቲ ሰብኣይ ከዓ ዓራት ሒዙ ተሪራቶም ጉዳይ እቲ ሰብኣይ ሽዑ ኣታ ሚኪኤል ኣቦይ ከም ገለ ጌርካ ነዛ ሰበይቲ ግዳ ጎቲትካ ደይተንጸልይ ክብል ሰሚዓቶ ሰበይቲ ብድድ ኢላ እታ ሰበይቲ ምኪኤል ኣይትጥፋኣን ደሓን ባዕልኪ ከይዲ ኣይትጥፋኣኒ ደሓን ደሓን ምኪኤል
ተማ ኣሕዋት ማለት ፍቕሪ ተሃልዩሲ ምን ነገር ካብ ምግባር እንድሕርቲ ትብልን በቃ ፍቕሪ ጥራሕ ጥራሕ ኣፍቅር እምበር ምንም ነገር ካብ ምንኩያር ንድሕር ዘይትምለስ እንታይ እሞ ክገብር ብፍቅሪ ኩኩዐ ፎፈው ኢለ እሞ ድገብሮ ኩዐ ስኢነ እንታይ እሞ ክገብር እንዲዩ እሞ እቲ ፎፈው ሲ ኣብ ደይከውን ኮይንካ እሞ እንታይ ክገብር ፈትየኽ ኣይኮንኩን ኣቲ ፍዮሪ ሓፍተይ ደይትርድእኒ ማለትሲ ፍቅሪሲ ጸጋ ናይ እግዚኣብሄር እዩ ኖ ህያብ ናይ እግዚኣብሄር እዩ ኖ ፍቅሪ ኖ ካልእስ ኣይኮነን እሞ እታ እታ ሓላ ምዃን እንዲያ እታ ጸገም ምሽ እታ ዓባይ ሽግርሳ እንዲያ

ንቤና ማለት ኣናትኪ ንግደት ክንበጽሕ ንኽእል መርዓ ክንበጽሕ ንኽእል ቤተ ክርስቲያን ሰንበት ክንበጽሕ ንኽእል ፍየራ ሓብተይ ማለት ካብ ዝዓቢ ጸጋ ኣለኒ ሽፎን ገይረ ብሽክለታ ምሳኻ ሓሳብካ ጥራይ ከማንሲ ንርእሱስ ሞት እዩ

እቲ ኣልሻይ ቀፅለሉ ናበሉና እዮም ዝርከቡ እስኪ ንእሽቶይ ቪድዮ ኣሎ ብዛዕባ ናቱ እቶም ሓደገኛ ካብ ሓደጋ ዘውፁ ሰባት ከውፁ ከለው ዘርኢ ቪድዮ ምስሊ ማለት እዩ እስኪ ናብኡ ከሕልፈኩም እሞ እሺ ኣሕዋትና ለማዓት ቪድዮና ነዚ ይመስል ነይሩ ክሳብ ሕዚ ረኹም ሳት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብካሊእ ቪድዮ ክሳብ ንራኸብ በቢ ዘለኹሞ ሰላም ኩንለይ ይሞችኹም